ሕራይ ክብራት ተኸታተልቲ ከመይ ከምውዒልኩም ሎሚ ሓድሽ ፍሉይ ዝኾነ ቅዲ ኢራን ናባኻትኩም ክነብል ኢና ሓድሽ ፍሉይ ቅዲ ናይ ኢራን ደሞ እንታይ እዩ ዝብል እዩ ኣሜሪካ ንዓይ ኣይምልከተንን እዩ ሽግር የብለይን እየ ንስኻትኩም እንተዳ ደሊኹም ኪዱ ክፈትሕዎ ይብል ነይሩ ትራምፕ ግን ሕጂ ኣብ ልዕሊኡ ሓደ ሸርሒ ሓደ ሽጣራ ኣምፂኦም ኣሎ ኢራናውያን ኣሜሪካ ብጣዕሚ ሰንቢዳ እያ በዚ ጉዳይ ምክንያቱም እዚ ጉዳይ ኢራናውያን ክገብርዎ ከም ዝኽእሉ ሚእተይ ካብ ሚእተይ እርግፀኛ እያ ምክንያቱም ኢራናውያን ዝበልዎ ዝገብሩ እምበረይ ስቕ ኢሎም ዝርእዩ ሰባት ከም ዘይኮኑ ኢራን ፅቢቓ ፈሊጣ ኣላ ስለዚ እዚ ኢራናውያን ክገብሮ ከም ዝኾነ ስለ ዝፈለጠት ሕጂ ኣብ ዓብዪ ጭንቅን ራዕድን ኣትያ ኣላ ኣሜሪካ ኣድዮ እሱ ብዝተመልከተ እዩ ናይ ሎሚ ሓበሬታና ነዚ ቻናልና ሼር ላይክ ሰብስክራይብ ግበርዎ እሳቶም ኣርባዕተ ሚእቲ ዓመት ንድሕሪት ጠጠው ኢሎም እዮም ተሪፎም ዘሎ ኣሜሪካውያን ኢራን ድማ ሓድሽ ሓድሽ ስልቲ እያ ሒዛ መፅያ ዘላ እሳቶም ሃሪሞም ማንም ሰብ ኣይደፍሮም ነይሩ ሃሪሞም ቀጥቂጦም ካ ከዱ ለሚዶሞ እዮም እዚ ኣሜ ኢራን መጺኣ ብጥስጥስጥስጥስ ምስ ኣበለቶም ቧዕ ንምንታይ ዘይነገረትና ጀሚሮም ነይሮም ትዝክሩ እንተ ኮንኩም ምክንያቱም እቲ ናይ 12 መዓልቲ ውግእ ኣብ ኳታር ዝነበረ ናይ ሚሊተሪ ቤዝ ናይ ኣሜሪካ ክሃርሙ ከለዉ ኣውፅኡ ሰራዊትኩም ኢሎም ቀዲሞም ነጊሮሞም ነይሮም ሕጅስ ከምኡ ዝነግርዎም እዮም ዝመስሎም ኩሉ ሻዕ ኣሜሪካ ኮ ብሓቂ መሳክን ኮ ውይ ከሕዝኑኻስ ከይነገረትና ንምንታይ ትሃርመና ዝብል እኮ ናይ ኣሜሪካ መከላኸሊ ሚኒስትር ወይ ድማ ናይ ኩናት ሚኒስትር ናይ ሓደ ፕሮግራም ኣቀናባሪ ፕሮግራም መሲልዎ እኮ እዩ ኢራናውያን ሕጂ ስለምንታዮም እዚ ንኣሜሪካ ንዒቆማስ ኪዲ ዝብልዋ ዘለዉ ንሱ ሚስጥሩን ድሕሪ ኢለ ክነግረኩም እዩ ሕጂ ናብቲ ዋና ጉዳይ ቀቅድሚ ምጻና ኣሜሪካ እዚኣ ቪድዮ ከርእየኩም እየ እዚኣ ቪድዮ ረእይዋ እዚ ቪድዮ ኣብ ሆርሙዝ ሰርጢ ረእይዎ እዚ ኬብላት እዩ እዚ ንሪኦ ዘለና ኣብዚ ዘሎ ኬብላት ረእይዎ እዚ ኩሉ ኬብላት ረእይዎ ረእይዎ እዚ ኬብላት እዚ ኩሉ ኬብላት ኣሜሪካ ሓያል ሓያል ሓያል ዝኾነ እቶት ትረኽበሉ እዩ። እዚ ኬብላት ናይ ኢንተርኔት ኬብል ጥራሕ ዝመስለኩም ሰባት ኣሎ። ካብ ኢንተርኔት ወፃኢ ካልእ ነገር ዝሰርሕ ዘሎ ዘይመስለኩም ክሳድ ናይ ኣሜሪካ እዩ። እዚኣ እዚ ተቆሪፁ ማለት ኣሜሪካ ክሳዳ ተቆሪፃ ማለት እዩ ትውድ ስለምንታይ ቀዳምነት ኢንተርኔት ኢንተርኔት ካብን ናብን እቶት ኣሎ ካልኣይ ናይ ዓለምና ኩሉ ነገር ዝንቀሳቐስ በዚ ኮንደም ከይተረፈ ማለት እዩ ናይ ኮንደም መስርሒ ካብዚ ዝኸይድ ህንዲ ጠጠው ኣቢላቶ ኣላ እቲ ዝዓበየ ድማ ድኹዒ እዩ ዱኽዒ መቀናበሪ ካብዚ እዩ ዝኸይድ። እዚ ድማ ኣብ ሕርሻ ዘሎ ፅዕንቶ ዓብይ እዩ። ምክንያቱም ኩሉ ሕርሻ ብናይ ዱኽዒ ኮይኑ ኣሎ ኣብ ዓለምና ዘሎ ኩሉ ኣብ ውስናት ሃገራት እዩ ከም ኤርትራ ዝመሳሰሉ ሃገራት የለን ናቹራል ኦርጋኒክ ስለዚ እዚ ናይ ዶኽዒ ወሳኒ ኮይኑ ኣሎ ማለት እዩ ካብኡ ንላዕሊ ድማ ኣሜሪካ እዚ ፔትሮ ዶላር፣ ዶላር በዚ እዩ ዝንቀሳቐስ በዚ ኬብል ዕዳጋ ክግበር ከሎ ምስ ስዑድያ ምስዞም ገልፍ ሃገራት ኣብኡ ዘለዉ ዓበይቲ ናይ ሰደድ ዝገብሩ ጋዝን ነዳድን ዘይትን ዝገብሮ ብናይ ኣሜሪካ ሲቲ ባንክ ገይሩ እዩ ዝሓልፍ ስለዚ ኣሜሪካ እቲ ርብዒ ዝኸውን ንዓ ሂባ ሰብዓን ሓሙሽተን ፐርሰንት ኣብዚ ኢንቨስት ግበርዎ ኢላ ተገድዶም ኣቲ ገንዘብ ኣብኡ ትሕዞ ኣብ መዓት ኣክስዮናት እዚኦም ናይ ገልፊ ሃገራት እዮም ዝገዚኦሞ እቲ ዝበዝሐ ናይ ኣሜሪካ እቲ ዝበዝሐ ገንዘብ ድማ ኣብኡ ዝትርፍ እዚ ኣሎ ዶላር በዚ መስመር ጌሩ እዩ ጸወታ ዝጻወት ዘሎ ኣሜሪካ ውን በዚ ገንዘብ በዚ ጌራ እያ ጸወታ ትጻወት ዘላ ስለዚ ኢራን ነዚ ቆሪጻቶ ማለት ፔትሮ ዶላር ተቆሪጹ ማለት እዩ ኢራን ነዚ ቆሪጻቶ ማለት ኣብ መዓልቲ ብብዙሕ ትሪልዮን ዝኣቱ ገንዘብ ናብ ኣሜሪካ ዝነበረ እሱ ተቆሪጹ ማለት እዩ ናይ ዓለም ንግዲ ሚእቲ ካብ ሚእቲ ተቖሪፁ። ዘጠና ትስዓ ፐርሰንት ዝኸውን ናይ ዓለም ገንዘብ ናይ ዓለም ንግዲ ዝንቀሳቐስ በዚ ቦታ እዩ። ካብ ገልፍ እዚ ናይ ኩሉ ናይ ድኹዒ በልዎ ናይ ካልእት ኬሚካላት ብልዎ ነዳዲ በልዎ ሬንጅ በልዎ ኩሉ ኩሉ ኮታ ካብዚ ይኸይድ ናብ ዓለም ይዋፈር ካብ ዓለም ድማ ንዓኣቶም ድማ ክዳውንቲ ኤሌክትሮኒክስ ብልዒ ዝብላዕ ኩሉ ይኸይድ እዚ ኩሉ እዩ ዝቋረፅ ስለዚ ኢራን ንዑ ቆረፀ ምስ በለቶ ኣሜሪካ ጸልማት ኮይንዎ ተደራቢሾም ሕጂስ እንታይ ክንገብር ኢና ክገብርዋ እዮም ንሳቶም ክገብርዋ እዮም ሕጂ ስቂና ብታህዲድ እዩ ዓቕሚ የብልናን እንታይ ንግበር ምበልዓ ጀሚሮም ነንሕድሮም ኣዋጅ ዓብዪ እትወት ዘእትወሎም እዩ ሕራይ ኩናት ኣይንቕበር ስቕ በላ እንተበሉስ እንታይ ኣምፅኣ ካልእ ኢና ኢራን ዕድመ ንትራምፕ ትብል ኣላ እንኳዕ ትራምፕ መፀለይ እንዳበለት እያ ስለምንታይ ኢራን ከምዚ ትብል ኣላ ሽሻ ሒዙላ መፅኡ ኣሎ ትራምፕ እንታይ ሽሻ ሒዙላ መፅኡ ቀዳማይ ካብኡ ዝወፁ መራኽብ ታክስ ክከፍሉ ናብኡ ዝኣትዉ መራኽብ ታክስ ክከፍሉ እዚ ዘይሓሰበቶ ሽሻይ ካብቲ ነዳዲ ትሸጦ ንላዕሊ ዘምጻላ እዩ። እቲ ሰልዲ ናታ ሪያል ሓፍ ዘብለላ እዩ። ናይ ኣሜሪካ ዶላር ባይታ ዝዘብጠሉ እዩ። ካልእ ድማ ኣሜሪካ ብነፃ ገንዘብ ተመሓላልፈሉ ዝነበረት ገመድ ድማ ታክስ ክትከፍል እያ ኢላቶ ኣላ። ፈትያ ከይፈተወት ታክስ ክትከፍል እያ ፈትያ ከይፈተወት ታክስ ክትከፍል እያ ብነፃ ዝበሃል የለን ኣሜሪካ ብነፃ ስለዚ ትህብ ማለት እዩ ስለዚ ኢራን ኣብ ክሳዶም እያ ጠጠው ኢላ ዘላ ኣብ ክሳዶም ነዚ እዩ ሕጂ ሓግዙኒ በሉ ንዑ ኣይነ በቃ ይግድሰንን እዩ ይሓዝዎ ይብልዕዎ ይስተይዎ እንዳበለ ትራምፕ በቃ ዕግርግር ዝገብር ዝነበረ ዓረበፀ ዝብል ዝነበረ በዚ ዝተልዓለ እዩ ኢራን ናይ ብሓቂ ኢራን ቀፀለት ኢራን በዚ ጠጠው ኣይበለትን እያ ቀፀለት ቀፀለት ቀፀለት ድሕሪ ሕጂ እቶተይ ኣነ ገንዘበይ ዝደሊ ኢራን ንምንታይ ከምዚ ትብል ንምንታይ ኢራን እዚ ኩሉ ምክሐስ እንታይ እዩ እንታይ ሒዛያ ኢራን እዚ ትመክሐ ዘላ? ትዝክሩ እንተ ኮይንኩም ቅድሚ ሽዱሽተ ወርሒ ሸውዓተ ወርሒ ይኸውን ገጹ ካብኡታት መሬት ምንቅጥቃጥ ኣብ ኢራን ተሰሚዑ ተባሂሉ ተዘሪቡ ነይሩ። ሓያል መሬት ምንቅጥቃጥ ተባሂሉ እቲ መሬት ምንቅጥቃጥ ኖ ኖ ኒኩለር ፈተነ ገይራ ኣላ ዝብል እንታይ ሽሙ ኣሎ ኣነ ሚእቲ ፐርሰንት ኒኩለር ከም ዘለዋ ፈልጥ ግን ክሳዕ ሕጂ ኣይተወረየን ስለዘይተኣመን እሳቶም ስለዘይኣመንሉ ያው እምበረ ኢራን ነዚያ ሕጂ ኪልኤ ብያ ገለበታ ትብላ ንኣሜሪካ ስቆጢ ስቆጢ ትብላ ዘላ እምበረ ኢራን ሓደ ነገር እንተዘይሒዛ ከምዚ ስቃ ተብለና ኢራን ካሕሳ ትኸፍሉ ኢኹም ኢላቶም ኣላ ካሕሳ ንመን ንገልፍ ሃገራትን ንእስራኤልን ንኣሜሪካን ብፍንጮም ሒዞም ሓደ ክልተ ሰለስተ እርባዕተ ኢሎም ክኸፍልዋ እዩ ሓደ ትሪልዮን ግዜ ርግፀኛ ክኸፍልዋ እዮም እዚ ትሪእዎ ዘለኹም ሕጂ ናይ ሃርበዝበዝ ዘረባ ከምዚ ክንገብር ኢና ክነጥፍእ ኢና ኣብ ኢራን ሓደ ሰብ ኣይገብርዋን እዮም ክገብርዎን ኣይክእሉን እዮም ምክንያቱም ቀፂሉ ተረኛ መን ከም ዝኾነ ስለ ዝፍልጥ እቲ ተረኛ ሃገር ንኣሜሪካ ክሃርም ይኽእል እዩ ስለዚ ኣሜሪካ ናይ ኒኩለር ኣፅዋር ተጠቂማ ሓንቲ ነገር ክትገብር ከም ዘይትኽእል ምንም ምክንያቱም ከይቀደሙና ንቅድሞም ክመፅ እዩ እዚ ድማ ኣፀቢቑ ትራምፕ ፈልጥ እዩ ኣሜሪካውን ይፈልጡ እዩ ግን ታዲዳት እዩ እስራኤል ገደፉዋ እስራኤል ፓራሳይት ናይ ኣሜሪካ እያ ተሓዚላ ትኸይድ ብኣሜሪካ እያ ኣሜሪካ ሓንቲ ነገር እንተ ኮይና ናይ እስራኤል ነገር ማዕረ ማዕረ እሳ ረማዕ ክትብል እያ ወታደራዊ ዓቕሚ እንተ ርእና እስራኤል ዓቕሚ የብላን እያ ህዝቡላ ክትድምስሶ ኣይከኣለትን ሓማስ ክትድምስስ ኣይከኣለትን ኣብ ጥቃ ዘሎ ክትድምስስ ኣይከኣለትን እያ ሰላማዊ ሰብ ጥራሕ እያ ገዛውቲ ምዕናው ጥራሕ እያ ንሱ ድማ ጽባሕ ንግሆ እንታይ ክኸውን ከም ዝኽእል ክትርኢ ኢና ክትርኢ ኢኹም። ስለዚ ኢራን ሕጂ ሓድሽ ንኣሜሪካ ጥራሕ ዝጎድእ እዚ ናይ ሆርሙዝ ሰርጥ ናይ ኬብላት መስመር ኣብ ትሕቲ ቀይዲ ኣዊዒላቶ ኣላ። እሱ ንኢራን ዓብዪ መኽሰብ እዩ፣ ካብ ነዳዲ ንላዕሊ መኽሰብ እዩ። ካብቶም ገልፍ ሃገራት ገንዘብ ትወስድ፣ ካብ ኣሜሪካ ገንዘብ ትወስድ፣ ካብ ክልቲኦም ኣሜሪካ ጥራሕ ኣይኮና ትኸስብ ኢራን እውን ክትከስብ እያ። ክቡራት ተኸታተልቲ ናይ ሎሚ መደብና ነዚ መስል ስለተኸታተልኩምና የቐንለይ። ምሸት ብካልእ መደብ የራኸበና። ቻው ቻው።